ክቡራን ህዝበ እግዚኣብሔር ንርከበሉ ዘለና ሓድሽ እዋን እዩ። እዚ ዘለናዮ እዋን ብርግጽ ብኸፊሉ እዋን ሰላም፣ እዋን ተስፋ፣ እዋን ለውጢ ይመስል። እዚ ድሮ ርኢናዮ ዘለና ሓደስቲ ፍጻሜታትን ርክባትን ምስ ኢትዮጵያውያን ኣሕዋትና ንዓመታት ዝጸማእናዮን ሃረር ንብሎ ዝነበርናን ብድኽመት ፖለቲካዊ መሪሕነታት ተነፊጉና ዝጸንሐ ሕውነታዊ ርክብ ሳላ ተባዕ መራሒ ዶክተር ኣብዪ ናብ ቦታኡ ክምለስ ምርኣይ ንኹሉ ቀርኒ ኣፍሪቃ ክጸሉ ጀሚሩ ኣሎ። እዚ ኣዝዩ ዘሐጉስን ተስፋ ዝህብን እዩ። ከምዚ ኣብ መንጎ ኢትዮጵያውያን ኣሕዋትና ዶክተር ኣብይ ክፍፅሞ ንርእዮ ዘለና ቅኑዕ፣ ሓቀኛ፣ ግሉፅ፣ ትሑት፣ ድምፂ ህዝቢ ፅን ዝብል፣ ድላይ ህዝቡ ዘኽብር፣ ንኹሎም ወገናት ህዝቡ ሓቀኛ ዘተኣማምን ባይታ ፈጢሩ ንዑ ንዛተ፣ ንዑ ንተዓረቕ፣ ንዑ ሓቢርና እታ እንፈትዋ ሃገርና ንህነጽ ዝብልን ተሓታትነት ንህዝቡ ዘለዎ ሓቀኛ ህዝብን ሕግን ዝማእከሉ መሪሕነት ከረጋግጽ ዝጽዕር ሰብ ምርኣይና ኣብ ጎረቤትና ምብጽሑ ሓደ ዓብዪ ተስፋን ዘሓብንን ንኹሎም ደለይቲ ጽቡቕ፣ ደለይቲ ሰላም፣ ትምህርትን ኣብነትን ዝኸውን እዩ። ዶክተር ኣብይ ብሓቂ እግዚኣብሄር ዝለኣኾ ንኢትዮጵያ ወይ ከምቲ ጀሚርዎ ዘሎ ንቀርኒ ኣፍሪቃ ጥራሕ ዘይኮነ ንመላእ ኣፍሪቃን ንዓለምን መምህርን ኣብነትን ዝኸውን ሓቀኛ መራሕ ሃገር ክንብሎ ንኽእል ኢና። ሓቀኛ መራሕ ሃገር ብዝዛረቦ ዘይኮነ ብዝገብሮ እዩ ዝፍረድ። ዶክተር ኣብዪ ሓደ ዓብዪ ሓደ ፅቡቕ ህዝቡ ፅቡቕ ሃገሩ ዝደሊ መራሒ እንታይ ክገብር ከም ዘለዎ ብግብሪ የርእን ይምህርን ኣሎ። ንህዝቡ ኣኪቡ ድሕር ዘይክኢሉ መራሒ መራሒ ክኸውን ኣይኽእልን እዩ። መራሒ ከም ሓደ ወላዲ ንውሉዱ ኣቦ ኮይኑ ንዝተፈላለየ ርእቶን ርድኢትን ዘለዎም ኣሕዋቱ ጽን ክብል፣ ንዝተፈላለ ርእቶ ክቕበል፣ ከወሃህድ፣ ሰላማዊ ናይ ዘተ ባይታ ክፈጥር ይግበኦ። ሎሚ። ህዝቢ ኤርትራ እቱ መጀመርያ ዝትምነዮ ኣብዛ ሰዓት እዚኣ ብርግጽ ጻዕዳ ፊኖን ቸመንቶን ኣይኮነን። ንዕስራ ዓመት ዝተጸበናዮን ብዙሕ ዝተሳቐናሉ፣ ብዙሕ ዝተሳቐናሉ ዶብና ተሓንጺጹ ምርኣይ እዩ እቲ ቀዳምነት ዝግድሰና ሎሚ። ንምነዮ ሓቀኛን ምሉእን ለውጢ ንሰላም፣ ንሃገራዊ ዕርቂ፣ ስደተኛታትናን እሱራትናን ዘሳተፈ ሃገራዊ ምትእኽኻብ፣ ሃገራዊ ለውጢ፣ ግዝኣተ ሕጊ ዝማእከሉ ብሩህ መጻኢ ንምትግባር ከኣ ድሮ ፍቱንን ሓቀኛ ኣብነትን ረኺብና ኣሎና። ብሓቂ ፈተውቲ ሃገርናን ህዝብናን እንተኾይንና ውዕል ሕድር ከይበልና ክንተሓሓዞ ዝግበኣና ሃገራዊ ዕማምን መስርሕ ሃገራዊ ምትእኽኻብን እዩ። እታ እንፈትዋ ሃገርና ክትህነጽ መጀመርያ ህዝባ ክእከብን ክተዓረቕን ፍልልያቱ ኣጽቢቡ ከመዮ ዶክተር ኣብይ ዝበሎ ብፍቕሪ ተደሚሩ ብምሕረት ተሳጊሩ ጥራሕ'ዩ ሓድሽ መጻኢ፣ ሓድሽ ምዕራፍ ሰላምን ሓድሽ ምዕራፍ ህንጸት ሃገርን ከተግብር ዝኽእል። ነዚ ዘደናጒ ዝኾነ ካልእ ነገር ክህሉ ኣይግባእን። ቅድሚ'ዚ ክስራዕ ዝኽእል ካልእ ነገር ክህሉ ኣይግባእን። እዚ ክንገብር እንተኾይንና ግን እዚ መድረኽ'ዚ ዝሓተና ኣገዳሲ ነገራት ኣሎ። ኢየሱስ ብሰማያዊ ኣቦኡ ተላኢኹ ንዓለም ድሕነት ንደቂ ሰባት ሓርነትን ምሉእ ክብረትን ክህብ ብስልጣን ክዛረብን ብስልጣን ክሰርሕን ምስ ጀመረ በቶም ብዘይካ ስልጣኖም ካልእ ዘይግድሶምን ብስቓይ ህዝቦም ዘይሓሙን ዝነበሩ ፈሪሳውያንን ጸሓፍትን ብዙሕ ተቃውሞን ዕንቅፋትን ዘይምርዳእን ንሓቀኛ ተልእኹኡ ንድሕነት ደቂ ሰብን ከሰናኹሉ ንዓኡ ዘይስሙን ናሃቡ ከጸልሙ ጋኔን ኣለዎ ይጸርፍ ኣሎ እናበሉ ነቲ ርኡይ ህዝቢ ዝሕጎሰሉን ዝዓግበሉን ስራሑ ከተዓናቕፉ ምስ ኣሕሰርዎ በዚ ዝስዕብ ሰለስቲኦም ቀዳሞት ወንጌላውያን ደጋጊሞም ኩሎም ዘስፍርዎ ምሳሌ ገይሩ ገኒሕዎም። ሓድሽ ወይኒ ኣብ ሓድሽ ኣሕርብቲ እዩ ክተሓዝ ዘለዎ። ሓድሽ ዓለባ ምስ ሓድሽ ዓለባ እዩ ክስፈ ዘለዎ። ኣንጻሩ እንተኾይኑ ዕንወት እዩ። ሓድሽ ወይኒ ዝበሎ ኢየሱስ እቲ ጀሚርዎ ዝነበረ ሓድሽ ተልእኾ ንደቂ ሰብ ምስ እግዚኣብሔርን ነንሕድሕዶምን ናይ ምትዕራቕን ንምዕብልናን ንድሕነት ደቂ ሰብን ብሓፈሻን ንድሕነት ነፍሲ ወከፍን ዝምልከት እዩ ነይሩ። እቶም ነዚ ዘይቕበሉ ከሰናኽልዎ ዝጽዕሩ ዝነበሩ ሰባት ብምሳሌ ኣረግቶት ኣሕርብቲ ኣረጊት ጨርቂ መሲልዎም። ኣርጊት ርድኢት፣ ኣርጊት ስርዓት፣ ኣርጊት ኣተሓሳስባ ሒዝካ ንሓድሽ ለውጢ፣ ንሓድሽ ዕድላት፣ ንሓድሽ መድረኽ ክትቅበሎ ኣይከኣልን እዩ። መሰረታዊ ለውጢ የድሊ እዩ። ለውጢ ናይ ኣተሓሳስባ፣ ለውጢ ናይ ስርዓት፣ ለውጢ ናይ መጋበሪ፣ ልዕሊ ኩሉ ግን ሓቀኛ ንስሓ ናይ ሰባት፣ ለውጢ ናይ ሰባት የድሊ እዩ። በዚ ኸኣ ኢየሱስ ተነስሑ፣ ተለወጡ፣ ብወንጌል እመኑ እናበለ ተነሲሖም ብወንጌል እንተዘይኣሚኖም ነቲ ለውጢ ከተዓናቕፍዎ እምበር ክዓውትዎ ከም ዘይኽእሉ ብጽኑዕ ዝኣዘዞም። ሎሚ እውን እንኣትዎ ዘለና መድረኽ ሓድሽ ወይኒ፣ ሓድሽ ዕድል፣ ሓድሽ ርክባትን ዲፕሎማስን፣ ሓድሽ ቁጠባውን ሕብረተሰብኣውን ርክባት ንገብር ኣሎና። ኣብ ሓዲሽ መድረኽ ንኣቱ ስለ ዘሎና ብሓዲሽ ኣተሓሕዛ ክንሕዞ የድሊ። እዚ ነገር እዚ ናይ ብሓቂ ብግብሪ ክስርሓሉ ንርእዮ ኣሎና ኣብ መንጎ ኢትዮጵያውያን ኣሕዋትና ዘሕጉስ እዩ። መሰረታውን ቅኑዑን ብህዝቡ ተቐባልነት ዘለዎን ለውጢ ኩሉ ደላይ ሓቂ፣ ደላይ ሰላም፣ ደላይ ሃገራዊ ዕርቂ ሃረር ዝብሎ እዩ። ንሕና ኤርትራውያን ካብ ኢትዮጵያ ንላዕሊ ዝበለጸ ዕድል፣ ዝበለጸ ብሱል ህዝቢ፣ ዝበለጸ ሰላማዊ ሃዋህው፣ ሰላማዊ ሃገርን ብዝበለጸ ብሕግን ብስርዓትን ተማእዚዙ ዝኸይድ ህዝቢ ስለ ዘሎና ክሰርሕ ነጻ ክትገድፎ እምበር ስራሕ ፍጠረለይ እውን ዘይብል ብሉጽ ህዝቢ ኣብ ኣፍሪቃ እንተልዩ ህዝቢ ኤርትራ እዩ እንተበልኩ ምግናን ኣይኮነን። ዝያዳ ክግበር ይኽእል እዩ ማለት እየ። ስለዚ ብዘይ ወዓል ሕደር ደጊሙ ህዝብና ምብትታን ከይቀጸለ ንዘሎ ዘቕስንን ንዝተበታተነን ኣብ ሃገሩ ዝዕድምን ዘተኣማምን ባይታ ዘተኣማምን ሃዋህው ምፍጣር ንጽባሕ ዘይበሃል ህጹጽ ጉዳይ ምዃኑ ኩሉ ደላይ ጽቡቕ ዝርድኦ ነገር እዩ። ጉዳይና ከምዚ ኣብዚ ዝሓለፍናዮ ዓመታት ዝረኣናዮ ኣብ መርዓ ጓላ ቆላቑል መዓላ ይብሉ ህዝብና። ከምኡ እዩ ኮይኑና ጸኒሑ። ሓቀኛ ሓቤረታ ይጎድለና፣ ተሳትፎ ኣብ መሰረታዊ ጉዳይ ሃገርና ይጎድለና፣ ህዝቢ ኣብ ጉዳይ ሃገሩ ብንጥፈት፣ ብሓልዮት፣ ብሕጋዊ ሰላማዊ ኣገባብ ንክዋሳእ ባይታ ክፍጠረልና ብሃረርታ ንጽበ። እዛ ኤርትራና ኩሎም ኤርትራውያን ሓቢሮም ክሃንጽዋ እንተዝጅምሩስ እንታይ ኮን ምመሰለት? እቶም ንዋቶም ኣብ ጁባ፣ ኣብ ኣንጎላ፣ ኣብ ኡጋንዳ፣ ኣብ ርዋንዳን ካልእን ዘፍስሱ ዘለዉ ኤርትራውያን ዘተኣማምን ባይታ ተፈጢሩ እንተተዓዲሞም ኣብ ኣፍሪቃ ህዝቢ ኤርትራ ዝቐንኣሉ ህዝቢ ክህሉ ኣይኽእልን እዩ። ህዝቢ ኤርትራ ተሳሒሉ ዝበልሐ፣ ንስራሕ ድሉው ዝኾነ፣ ቀይድን ልጓምን ፈቲሕኻ እነሆ ጎልጎል እነሀ ፈረስ ምባል ጥራሕ ዘድልዮ፣ ንርእሱ ኮይኑ ንኻልእ ክኸውን ዝኽእል ህዝቢ እዩ። ስለዚ እቶም ብሓቂ። ዝምልከቶም ሓለፍቲ ሃገር ብህጹጽ ባህግን ድላይን ህዝብኹም ኣለሊኹም ነዚ ንነዊሕ ልዕሊ ዓቕሙ ዝተዓገሰ ህዝቢ ዘቕስንን ዘዕግብን መሰረታዊ ለውጢ ክግበረሉ ንጽባሕ ዘይበሃል ዕማም እዩ። ነዚ ብዙሕ ዝተዓገሰ ህዝቢ ኣብ ምኽሓስን ምድባስን ዝከኣል ዘበለ ክግበር ይግባእ። ዝያዳ ግን እቲ ህዝቢ ጉዳዩ ባዕሉ ክገብር ባይታ ክፍጠረሉ ይግባእ። ስለዚ ብሓቂ ደቂ ሃገር ምዃንና፣ ኣብ ጉዳይና ጓኖት ከም ዘይኮንና፣ ተዓዘብቲ ከም ዘይኮንና ዘርኢ በብደረጃኡ ወከልቲ መንግስቲ፣ መራሕቲ ሃይማኖት፣ ዓበይቲ ዓዲ፣ ምሁራት ዝሳተፍዎ፣ ንመጻኢና ሓቢርና እነነጽረሉ መድረኽ ተዋስኦ ክንርኢ ንጽበ። እዚ ንምትግባር ከኣ ንኹሎም ሰብ ጽቡቕ ድላይ እግዚኣብሔር ይሓግዞም፣ የብርሃሎም፣ ጥበቡ ይሃቦም። ብተወሳኺ ኣብዚ እንኣትዎ ዘለና ሓዲሽ ናይ ርክብ መድረኽ፣ ብዙሕ ጽቡቕ ነገራት ተራእዩ እኳ እንተኾነ ሓደ ሓደ ጥንቃቐ ዘድልዮ ብፍላይ ህዝብን መኽበርቲ ሕግን ተሓባቢሮም ክከታተልዎ ዝግባእ ንህዝቢ ኤርትራ ጓና ዝኾነ ጸይቅታት ናይ ሓሽሽን ጫትን ዝርጋንን ኣብ ሃገርና ባይታ ከይረክብ መጠንቃቕ የድሊ። ኣብዚ ዝሓለፈ ዓመታት ህዝብን መንግስትን ኤርትራ ካብ ዝገበርዎ ሓደ ዓብዪ ዓወት ንኤችኣይቪ ካብ ዝለዓለ ቁጽሪ ትሕቲ ዜሮ ክተውርድ ምኽኣል እዩ። ነዚ ዝተሃንጸ ዘፍርስ ዝኾነ ምንቅስቓስ ህዝቢ ኤርትራ ብንቕሓት ክከታተሎ ሓደራ። ኤርትራዊ መንእሰይ ብዘይኮነ ከይታለል ክነቕሓሉ ይግባእ። ህዝብን መኽበርቲ ሕግን ከኣ ፍሉይ ቆላሕታ ጌርና ክንተሓባበረሉ እላቦ። ኣብ መጨረሻ ክብሎ ዝደሊ ዝኸበርኩም መንእሰያት ደቀይ ኣብዚ መድረኽ እዚ ዝያዳ ዝተሳቐየ ንስኻትኩም ኢኹም። ኣብዚ መድረኽ እዚ ተስፋ ዝሰኣነ ዝፈትዎ ሃገሩን ዝፈትዎን ወለዱን ገዲፉ ንምድረ በዳን ንባሕርን ዝረኽቦ ከይፈለጠ ዝተበታተነ ንስኻትኩም ኢኹም። ሕጂ ግን ካብዚ ካብዚ ተዓገስኩሞ ኣይከፍኣኩምን እዩ እሞ ሓንሳብ ተዓገሱ። ኣብ ኢትዮጵያ ወይ ኣብ ወጻኢ ካብ ኤርትራ ወይ ኣብ ወጻኢ ካብ ኤርትራ ዝሓይሽ ኣይትረኽቡን ኢኹም። ስለዚ እዛ ተተላዒልካ ሃገርካ ምግዳፍ ኣቋርጹ በጃኹም። መራሕቲ ሃይማኖት ከምቲ ዶክተር ኣብይ ደጋጊሙ ዘዘኻኸረና ብኣምላኽ ዝተዋህበና ሞራላዊ ሓላፍነት ሕብረተሰብ ኣሎና። ኣብ ሕብረተሰብ ንዝረኤ ሞራላውን ሕጋውን ፍትሓውን ነገራት ብንቕሓት ሕልና ሕብረተሰብ ኮይንና ክንከታተሎን ንህንጸቱ ዝከኣል ክንገብርን ቀንዲ ሓላፍነትና ምዃኑ ክንዝንጋዕ ኣይግባእን። ሓደ ለባም መራሒ ሃገር ዝነበሩ ቀዳማይ ፕረሲደንት ናይ ኬንያ ጆሞ ኬንያታ፣ ኣቡኡ ነዚ ሕጂ ዘሎ ኡሁሩ ከንያታ፣ ፕረሲደንት ናይ ከንያ ማለት እዩ፣ ብሽሕን ትሽዓተ ሚእትን ሰብዓን ሽዱሽተን ንካቶሊካውያን ኣቡናት ናይ ቀርኒ ኣፍሪቃ ኣብ ጠቕላሊ ጉባኤኦም ተረኺቦም ነቶም ኣቡናት እዚ ዝስዕብ ከቢድ ምሕጽንታ ሂቦሞም፣ ንስኻትኩም ኣቡናት ሕልና ሕብረተሰብ ኢኹም። ንሕና ፖለቲከኛታት ክንጋገ ክትርእዩና ከለኹም ክትገንሑና መሰልኩም እዩ። ክንጋገ እናረኣኹምና ስቕ እንድሕር ኢልኩም ግን ኣብ ቅድሚ እግዚኣብሔር ብጌጋና ተሓተቲ ክትኮኑ ኢኹም። ስለዚ ብንቕሓት ብትብዓት ሓላፍነትኩም ልበሱ ኢሎሞም ነዞም ኣቡናት። ብተመሳሳሊ መገዲ ዶክተር ኣቢይ ሎብዘመን ደጋጊሙ ገሊፅዎ። ኣምላኽ ዝሃበኩም ሓላፍነት ድምፂ ድኻታት ክትኮኑ፣ ድኻ ተወፀዐ፣ ፍትሒ ጠፍኤ፣ ጉቦ ሳዕረረ ክትብሉ ኣለኩም ኢልዎም። ኣብ ኣስመራ እውን መራሕቲ ሃይማኖት ኤርትራ ኣብ ዝነበሩሉ ደጊምዎ እዩ ነዚ ነገር እዚ። ስለዚ ኣብዚ ሓድሽ መድረኽ ዘየድሊ ምፍርራሕን ምጉርራሕን ተወጊዱ ብምድግጋፍ ሓድሓድ ንሓቀኛ ህንፀት ሃገርናን ህዝብናን ሓቢርና ክንሰርሕ የድሊ። ዓውዲ ሕብረተሰብ ናይ ፖለቲከኛታት ዓውዲ ጥራሕ ጌርካ ምሕሳብ ጌጋ እዩ። ህዝብና ኣማኒ ህዝቢ እዩ። ብሃይማኖት ክርስትናን ምስልምናን ተሃኒጹ ንዘበናት ሓድነቱን መንነቱን ዓቂቡ ዝነበረ ብዝለዓለ ተራ ናይ ሃይማኖታዊ እምነቱ እዩ ሰጊርዎ። ወላ ኣብዚ ሕጂ ዝሓለፍናዮ መድረኽ እውን ሳላ እምነቱ እዩ ህዝብና ንዘይጽወር ጸዊሩ ኣምላኽ ይፈልጥ። ኣምላኽ ንፍጡራቱ ኣይድርብን እዩ፣ ክረድኣና እዩ እናበለ እዩ ንዘይስገር ዝመስል መሰናኽልን ጽንኩር ኩነታትን ሰጊሩ ዘሎ። ስለዚ ብእምነቱ ደልዲሉ ልዑል ደገፍን ነጻ መድረኽን ብእምነቱ ንኽድልድል ልዑል ደገፍን ነጻ መድረኽን የድልዮ። ህዝብና ዝያዳ ዝኾነ ንመራሕቲ ሃይማኖቱ እዩ ዝሰምዕን ዝእዘዝን። ከመይ ብሓቂ ንጠቕሙ እምበር ንፖለቲካዊ ረብሓታት ዝዛረቡ ከም ዘይኮኑ ይፈልጦም እዩ። ስለዚ ከኣ ከምዚ ኣብ ኣሕዋትና ኢትዮጵያ ንሪኦ ዘለና መራሕቲ ሃገርን መራሕቲ ሃይማኖትን ዓበይቲ ዓድን ምሁራትን ተተራናን ሓላፍነትናን ብንጹር ፈሊጥና በብሓላፍነትና ንህዝብና ንሃገርና ክንሃንጽ ኣምላኽ ይሓግዘና። ቅዱስ ሚካኤል ሊቀ መላእኽቲ ሓላዊ ህዝቢ እግዚኣብሔር ይሓግዘና። እግዚኣብሔር ከኣ ንነፍሲ ወከፍናን ንህዝብናን ንሃገርናን ይባርኽ። ውፉር ደሓን ይምለሰልና። እሱራትና ፍትሕን ርትዕን ረኺቦም ዝፍትሕሉ ግዜ የርእየና። ዝተበታተኑ ህዝብና ዝምለስሉን ኣብ ዝፈትውዋ ሃገሮም ዝእከቡሉን ዝተጋገየ ዝእረመሉን ተስፋ ዝቆረጸ ተስፋ ዝገብረሉን ብሩህ መጻእን መድረኽ ሰላምን ህንጸትን መድረኽ ፍቕርን ዕርቅን ይግበረልና ቅዱስ ሚካኤል ሊቀ መላእኽቲ ደጊሙ ብኣብነቱን ብኣማልደቱን ንሓግዘና ንበል ኣቡነ ዘበሰማያት